ሰላም ኣና ሎም መደብና ካብ ንሪኦ የለን 80 ፐርሰንት ናብ ጅባኹም ቁሑም ሽሕን ሓሙሽተ ሚእትን ጌርኩም ሸርፊ መንእሰይ ኤርትራ ሓዳሩ ከይገብር ናብርኡ ከይገብር ተሳኺ እቲኣ ቆልዓ ብመተት ኣሳብ ፈልጣ ኮይና ፅንሕ

ኣብዛ ህይወት እዚኣ ብዘይ ፍቓድ እግዝኣብሄር እንታይ ክትገብር ትኽእል? ኩሉ ብፍቓዱ እዩ፣ ብሓይሊ እግዝኣብሄር እዩ። ሰብ ቄሙ ዝኸይድ ዘሎ ብሓይሊ ኣምላኽ እዩ። ካብ ሰብ ነይሩ ተዝኸውን ወላ ሓንቲ መዓልቲ ክንቆም ኣይምኸኣልናን፣ ቀደም ጠፊእና ምሃለና። ትፈልጡዶ ሰብ ከሎ ሰብ ዝሰኣነ እግዝኣብሄር ግን ነቲ ሰብ ዝሰኣነ እዩ ጸግዒ ዝኾኖ እምበር ካብ ደቂ ሰባት ደኣ ቀደም ተረፍና ኔርና ግን ብዘይ እግዝኣብሄር ወልሓደ ዝኸውን ነገር የለን ብሓይሊ ፈጣሪ ኢና ብሰላም ደቂስና ብሰላም ንትስእ ዘለና ብሓይሊ ፈጣሪ ኢና ብሰላም ወፊርና ብሰላም ንምለስ ዘለና ብሓይሊ ኣምላኽ ኢና ጥዕናን ዕድመን ረኪብና ንጓዓዝ ዘለና ብዘይ ፍቃድ እግዚኣብሔር ውን ሓንቲ ዝኮነ ነገር የለን ተመስገን ካኣ ኣምላኪ ካኣ ክንብሎ ይግበእና እዩ ስለ ኩሉ ዝሕልወና ስለ ኩሉ ዘፍቅረና።
ስማዕ እንዶ ወዲ ሓትነይ ከመይ ውዒልካ እሞ ጽቡቅ። እንታይ ደኣ ቀጽሪ ምድሪ ብገዛ ሰብኣይ ዶ ቀጽሪ ምድሪ ብገዛ ዶ ኮፍ ይብል። ኣንታ ወዲ ሓትነይ ተኾንካ ትስሕቅ ኢካ ትስሕቅ ኢካ ገሻ ትስሕቅ ኢካ ትዞር እምበር ንኣና ወዲ ዓዲ እንዴ ከመይ ኣንታ ጌርካ ትዕወት ንሕና ትፈልጥ?
ደኣ እሞ ምሸት እንዲና ንዘወር ምሸት እኮ ኢና ንዘወር እቶም ደቂ ዓዲ ግን ቀትሪ እዮም ዝዘወሩ ንሪኦም ኢና ኣብዚ ሓቂ ድዩ ቀትሪ እኮ እዮም ዝዘወሩ እዚኦም እዚ ናትካ ፕላን እዩ ወዲ ሓትነይ ባዕረይ ስማዕኒ እንዶ ክነግረካ የዕሩኽ ገለስ ኣለዉኻ ዶ በልዮ እህ እንታይ ኢልካዮም ደኣ የዕሩኽ ትጻወቱ ገለ ወድሓት ለ ስከይናትካ ይመስለ ንፃወት እምበር እንታይ ዳ እንታይ ትፃወት ቢላርዶ ገለ ኩሉ ኣብዚ ዓድና ዘሎ ኩሉ መፃወቲ ንፃወቶ ባሕሪ ንኸይድ ቢላርዶ ንፃወት ኩሉ እንታይ ብሆ ሞ ንዓባ እዚ ኩሉ ዶ ብለይቲ ዶ ይግበር እዩ ዋዕ ቀትሪ ብቐትሪ እኳ እዩ ዝግበር ሕጂ እንዶ ዘወር ኢልካ ምፃእ
ብሓንዳ ሓወዳትለይ ስኢልካ ዕርፍ ፀሓይ እዩ ዘሎ ንዕርፍ ዘወር ኢልካ ግን ዘይትመፅእ

ኣብ ዓድ። ሕጂ እስኻ ንዓይሲ ብምስትንፋስ ተሕልፈለይ ማለት ድዩ? የሕልፈልካ እወ።
ስንኻ ከኣ ትስበር ትጎርፍ። እንታይ እሞ ዓብስ እንታይ ዓብስ ምስ ሞትካስ እንታይ ዓብስ እዚ እኮ ተ እንድሕር ሒዝካ እኮ በቃ ሓያል ኣይብል ገለ ይብል ይቀትለካ ጥራይ። እንታይ ኢኻ ትዛረብ ዘለኻ ንሓያል ኣይብል ንገለ ይብል ማለት ድዩ? ሓያል ኣይብል ገለ ይብል በቃ። ፐእ እዋይ ወደሞይ ተምጽዮ ዜና እኮ ክውዒ ብውዑይ ኢኺ ካብ ኣፎም ቁልፍ ተብልዮ ከምዛ ውዑይ ፉል ቶስት

እንተሓር ንውሽማ ክኾነ ክኤስ ኣፀባቢቕካያ እቶም ሰብ ሓዳር ከዓ እዛ ግዜ ትርእይዋ ኣለኹም ኣንስትኹም ኣይትጥረፉ ኣይትጥረፉ ኮኳ ደስ ይብ ዝሓደም ዘለዉ እዝዮ ኮኳ ዘምስሉ ብዙሓት እዮም ዘለዉ

መንእሰይ ኤርትራ ሓዳሩ ከይገብር ናብርኡ ከይገብር ተሳቒ ዋ መንእሰይ ኤርትራ እኮ ናብ ስድርኡ እኮ ኣብ ወርሒ ኣብ ክልተ ወርሒ እኮ እዩ ዝድውል ገንዘብ ክሰድድ ከሎ ምክንያቱ ስድራካ ገንዘብ ዘይትሰደሎም ተኾንካ ክድውለሎም ከለካ ስኽፍክፍ ይብለካ መንእሰይ ኤርትራ ሲ ኣዲኡን ኣቦኡን ከይረክብ ብሰንኪ ገንዘብ ዘይምህላው ነቡኡን ነዲኡን ከይረኸበ ስቕ ዝብል ኣዲኡ ትቑጸሮ ኣዲኡ ትቑጸሮ እንታይ ደኣ ክገብር ደኣ በቃ ናለካ እዚ በዚኣ ትድውለልካ ሓንቲ ከምዚኣ እንዲያ ኮይና ሓወይ ተታሒዙ በዚ ትድውለልካ ሓንቲ ሕክምና እንዲኣ ኣትየ በዚ ድውለልካ ዓርክኻ ኣብ ስደት ኮይነ ዝበልዖ ስኢነ እንታይ ይገብር ሕጂ መንእሰይ ኤርትራ ከምዚ ዝበለ ሽግሪ ገጢምዎ ዘሎ መንእሰይ ኤርትራ ካብ ሓዳሩን ናብርኡን ካብ ኣፍ ደቁ መንቂሉ ካብ ኣፍ ደቁ መንጢሉ ንመን ይህብ ኣሎ ሓንሳብ በቲ ንስድርኡ በቲ ኣብ ኣፍሪቃ ሰብ ውጥጠካ በቲ ኣዴኻ ከይትሓምም ከብድኻ ሓቂፍካ ትሓድር በቃ ምስ ስድርኡ ዝተባእሰ ኤርትራዊ መዓት እዩ።
ሸዑ ደበኽ ተበልካ ለይቲ ሰዓት ክልተ ከዓ ፈቂቅ እናበልና ግዳ ካብ ፈቂቅ እና ዶ ግዳ ጓና ደይብኩምና
ሓደ ሓንካስ ሪእኹም እቲ ትገዝኣለይ ወርቂ በወዳትኩም እየ ድመፀኩም ሕጂ ኣነ ኣብዚ ፅልዒ ብኸመይ የርእየኩም መሲልኩም ወዲ ዓድኹም እንዳረእኹ

ካቴና ዝገዝኣላ ከዓ ኣነ ወዲ ሰራየ ገዝእለይ ሕጂ ኣዛዚ ዘለኹ ገለ ዓይነት ዝበለ ሽዑኡ ሰለስተ በዓልቲ ካብ ዓርቢ ተኣሲራ ኢልኩም ኣብ መንጎ ከዓ መፂና ዳ ኪስናኩም ኣብ ነርወይ እኳ ዝቕመጥ ኣበይ ዝቕመጥ መሲልኩም ንሕና ተሒዝና ይንገድሽ እኒና ከዳዓት ለመንቲ

ሕጂ ወይጨላ ብትፍድሽ ሰሉ ትቐርብ እያ። ናይ ብሓቂ ከም ግን ተረወእቲ ከምዚ ዓይነት ተረወእቲ ምዃንኩ ኣይፈልጥ እዩ ነይረ ኣነ

ኪሮስ ሓሙሽተ ኣዋልድ እንዳደቀሰ ወዲ ኣኮለግዛይ ካብ ጀርመን ከይዱ ካብ ዓዲ እንግሊዝ ከይዱ ጓል ረዊኡ እይፈልጥን እዩ ከይትወልድ መስዋእቲ ኣሎ ፅባሕ ኢሎም መን ክዕብየልካ እዩ ኪሮስ ንጀምብላ ምስ ጓሉ ከም ትድቅስ ጥራይ እዩ ክገብሮ ሽዑ ንሕና ሒነና ክንፈዲ ኢና ሒነ ኣሕዋትና ግን ክንፈዲ ኢና ንመን ከ ብኣኹም። እታ ቃልሲ ግን ራዕ ኢላ ከም ዝመተት ይኣምነላ ይብለኩም ኣለኹ እዚኣ መጽሓፍ ቅዱስ ደርገና ሓሙር ትበሃል ከም ዘየላ ከም ዘየላ ከም ዘየላ ሕውስውስ ከም ዝበለት ኩሉ ወላ ህግደፍ እኮ ሸራሙጥ ኣለዋ ምሳኹም ዝገበርናየ ጎጆ ቀሊል ገርኩምኒ ግደፉ ኢለኩም ግደፉ ግደፉ ይተናኽፉኒ ኢለኩም እየ ኣብ በርገና ሓመዱሲ ህግደፍ ከም ዘለዋ ሸራሙጥ ከም ዝሰደድናልኩም ትፈልጡ ዶ ብገንዘብና ንጻዕ ከም ሰደዳ ከም ዘለዋ ምሳኹም ከ ትፈልጡ ዶ ጫሕ ኣቢለ ከም ሰደድኩዎ ናብ ኣዲስ ኣበባ ኣብዚ መጺና ቱቶ በልና ተለፍለፍና ገለ ዘይንፈልጥ ኢኹም ትገብሩኻ እ ንጭራባ እንድውን ክዓጾ ይኽእል እየ ትተዓጾ ድዩ ትተዓጾ ክዓጾ ይኽእል እየ ከም ዘይኸቲ መንእሰይ ክገብሮ ይኽእል ኣብታ ባርሲ ጥዋዕ ከም ዝብሉ ጭራባ እንዲ ግን ንቕድሚት ክስርጉሙ ጥራይ ኣለዎ ካብ በርገን ንሓመዱ ንላዕሊ ጭራባ እንዲ ክነብር ጥራይ ዘለዎም ሕብረተሰብ ኣብ ዓለም ክፉእ ሕማቕ ዘይብሎም ውሽጦምን ገሎምን ንጽባቐ ነገር በቃ ሃህ ኢሎም ዝዛረብዋ ጭራ ባንድ ጥራይ እዮም ካሊእ ተንኮል እዮም። ግን ስነ ስርዓት ግበር ዓቢ ሓውካ እየ ከም ዓቢ ሓውካ ርኣየኒ። እወ ዓቢ ሓወይ ኣብ ግዜ ሽግረይ ከም ዓቢ ሓወይ ኣብ ጎነይ ዘይኮንካ ሰብ ዓቢ ከሎ ናይ ዓበይቲ ዘይሓስብ ሰብ ኣነ ግን ንእሽተይ ከለኩ ኣብ ጎንካ እየ ኮይነ ንስካ ደይኮንካን ኣብ ግዜ ጸገመይ ኣብዚ ገዛ ወላ ሓንቲ ደይፈልጦ ከለኩ ነዛ ዓዲ ካብዚ ገዛ ጓሕጒሕካ ደውጽካኒ ንዝብእ ዝሃብካኒ ሰብ ስካ ደይኮንካን ሀ እስከ መልሰለይ ኣነ ግን ክትፈልጥ ነዚ እየ ዝሓድግ ሓንቲ ክብለካ ግን ካብ ሎሚ ኣብ ጉዳይካ ወላ ሓንቲ ይምልከተኒ ሓንቲ ንዓይ ዝሓገዝካኒ ግን ሳላ ዝሰጎብካኒ ካብ ሰብ ከይተፀበኹ ባዕለይ እንዳሰራሕኩ እንዳበር ጀሚረ ጠቒምካኒ እምበር ኣይጎዳእኻንን

ወይለይ ጭራ ኣቦ ምውጻእ ዲኻ ደኣ ነበልባል ኮንካ። እቲ ቀዳማይ ቀዳማይ ምውጻእሲ ኣብ ዓይኒ ሰብ እዩ ዘእትወካ። ዶ?
እሞ ኣብ ዓይኒ ሰብ ከይትኣቱ ኢኻ ብልጫ ደይትወስድ? ክኾነልካ ኣለዎ። ብልጫ ተወሲድካ ኣቦኻ ጸውዕ እብልኻ፣ ፍዮሪ ሞቕ በሊ ኣቦኻ ኣምጽእ እብልኻ፣ ዘዝረኽቡኻ ከኣ እንቋዕ ጎሳኻ እብልኻ።
መን እዩሞ ስምካ? ስመይ ናኦድ ሳጓይ ከኣ እሾኽ። ኣይ!
እሾኽ ከኣ ኢሎምኻ? ኣልካዕካተይ።
ፈሊጠ ኣለኹ።
በዛራርባኻ ፈሊጠካ ቆብ ኣቢለካ ኣለኹ። ብሰለስተ በርባዕተ ዓመት ጸቕጠን እንዲ ግን መሳርሕት ኢና ኣቦይን ኣቦን ከኣ ጀምዓ እዮም።
እቲ ሽግር ዶ ኣራኺቡኩም ከምኡ ገይሩ? ብዘረባ ዘረባ ኣቦ ሰግራ ምዃኑ ነጊርኒ ብዘረባ ዘረባ ከኣ ኣነ ነጊረዮ። ዓካት ንዓይ ኣያ ኮይኑኒ። ኣይትሕሽ ወይ ትሓምቅዎ ንስኻ ውን ኣቦ ኮንካዮ ትኸውን ኢኻ። ኣቦኦም ከ ደሓን ድኻ መስተ። ወሪድዎ ኣቦይ ደኣ ኣበይ ኣርኪብሉ እህ እንታ ከዋጥዮ ክስጋብ ሕጂ ክጸንሕ ኣነ እኳ ተወዲኤ ደለኹ።
ሰላም በልያ ከዓ እዚኣ ሰበይቲ እያ
ሸላ
ንዓባት እጃኻ ኣውፃና ሰብትክ
ዋ ኣንቲ እኮ ሰላም በለ ሰላም ተባህላ ኣለዋ ጉድ ረኺብና ሰላም ንበልያ

ንሰ ተደሎም ተኽኢልኩም ተዓራረቑ ሸዳ ድማ እልያ ሰኣነስ ክንደይ ክፍሊ ዝበፅሐኩ ይመስሎም ዞም ህዝቢ ኣነ ሻድሻይ ክፍሊ በፂሐ እየ ተረዳን ስኢለ ኣጋጣሚ ረቢ ደቂሱ ኣሎሲ ደቂሱ ከሎ ቡን ክኣላሉ ወለለ ፅቡቅ ጌርኪ ንዓይ ከዓ እንተወይ ኣዴኪ ደይ ኣምፅሉ ኢላትኒ ነይራ ንኖስ ስኢነ ኣብዚ ኣብታ ታሕቲ ዘላ ፅርግያ ክትረኽቢ እውይ እንዳመስፍን የለን እንዳ ታሕቲ ፅርግያ ከዶ እዩ ጓለይ ደሓን ቀስ ኢልኪ ከይዲ

በጃኺ ተሲ እዚ እኮ እንዳ ሰብ ሓዳር እምበር መባዕለጊ ኣይኮነን። ባእካ ከ እኮ ባዕል ግን ንስካ ናተይ ተዘይኮይንካ ናይ ካልኣ ክትከውን ኣይትክእልን ኢካ ነደይ ግደይ ሒዘያ እየ ንሰላም ውን ካብዚ ገዛ ጉሒጥካ ምውጻእ ባዴላ ጥራሕ እዩ ዘድልየኒ ዘሎ። እዚ እሞ ኣይትሕሰብዮ ነደየ ዝገድፋ እምበር ንሰላመይ ሲ ገድፋኒ። ኖኖኖኖኖኖ ኣይተረዳእካንን ኣለኻ ንስኻ ዘይኮንካስ ሰላም እያ ንዓኻ ክትገድፈካ ክሳብ ሕጂ ንሚካል ኣይተላልኻዮን ኣለኻ። ስለምንታይ ሰላመይ ደላይት ጽቡቅ ከይኮነት እንድያ። እውይ ኣነ ውን እኮ ደላይት ጽቡቅ ኣየ። ግን ናይ ብንእሽተይ ድሌተይ ሕልመይ ባህገይ ሰብ ክትወስድ ኣይደልያን እየ ኣነ ዝደልዮ ምስ ረኸብከ ብዛዕባ ሰላም ክሓስብ ንስኻ ናተይ ናተይ ናተይ ጥራይ
እዛ ሰብ እዚኣ ሕማም ኣለዋ
ትውስኽልይ ብልኪ ክትቁረፂ የብልኪ ክትምልእ ይብልኪ በታ ንስኺ ዘለኽያ ሽኮሪና ኢኺ ንዓኺ ስኺ ጥራይ ጠባይኪ እርዪ ነብስኺ ኣልዕሊ ትሕት ትሕት ኣይትበሊ ተሓፃፀቢ ናይ ብሓቂ ገፅኪ ተኸናኸኒ ማይ ስተይ ኮንፊደንስ ሃልውኪ በቃ ነብስኺ ከተልዕሊ በቃ ኩሉ ነገርኪ ጓል ጓል ክትኮኒ በቃ ናይ ጓል ዓይነት ባህሪ ምሻል በታ ዘላትኪ ናይ ጓል ዓይነት ባህሪ ኤነርጂኺ ናይ ጓል ዓይነት ኩን በቃ ላይ ክትሕት በቃ ከምዚ ጓል ጓሉ ዓይነት ጓል ጓሉ ዓይነት ክትኮኒ ከለኺ እቲ ንዓኺ ዝኾነ ሰብ ክመፅ እዩ እዚ ንዓና መስለና ቁፅሪ ሸሞንተ ኮይና ቁፅሪ ከምዚ ኮይና ከምዚ ኮይና ከምዚ ኮይና እሱ ይኮነን ሕጂ ኩሉ ኩሉ ብፕላስቲክ ክስራሕ ስለ ዝኽእል እሱ ንዖም ድንቆም ኣይኮነን ዒስራን ኣርባዕተን ሰዓት እሱ ክርእዩ ዝብሉ ቁጥሪ ሸሞንተ መዓንጣ ዒስራን ኣርባዕተን ሰዓት ክርእዩ ዝብሉ ዝውዕሉ ስለዚ ንቁም ነገር ንሓዳር ክደሊ ከሎ እሱ ይኮኑ ዝብሉ ምክንያቱ ኣብ ዝኾነ ቦታ ኣሎ ኣብ ቲክቶክ ኣሎ ኣብ ኢንስትግራም ኣሎ ኣብ ዝኾነ ቦታ ኣብ መንገዶም ኣሎ ኩሉ ሻዕ ቁጥሪ ሸውዓን ቁጥሪ ሸሞንተን ከምዚ ኢላ ትስኣል ጓል ናይ ኩሪ ዝውዕል ከምዚ ኢላ ትስኣል ጓል ማዓኮራብታ

ክልቲኤን ኣብቲ ፓሪ ተባኢሰን በኣይ ኣወዳት ከኣ ኣብ ጓል ክበኣሱ ሪኤ እምበር ኣዋልድ ዶ ብወዲ ክበኣሳ ኣታ ሓናፍጼን ቆናጣዋለይ ነይረ ናብ ኣስመራያ ሞተር ሳይክል ገይረ ሓንቲ ወዲ ፋሌታ ጥራሕ እያ ቁሩብ ትፍትነለይ ትወዳደር እነበረ ኣስመራ ከውን ማዕረ ይትመጽእ የለን ኣለም ሱዙኪ ምናልባት ክልቲኦም ኣለም ንስኻ ትፈልጥ ኢኻ ናብ ዝኸድኩ ገንዘብ ክጎይ ደድሃረይ ኣነ ክሃድም ገንዘብ ክጎይ ዳህራይ ካብ ኢትዮጵያ ጀሚሩ ኣብዚ ኣሜሪካ በፂሐ ሕጂ ከበይ ክኸይድ እየ ጠፈር ዶ ክኸድ ኣልኩ። ኣይተረዳኣንን ግን ንመጀመርያ ግዜ ዝዩን ናብዚ ምምፀይ ደስ ኢሉኒ ናብ ካፈ። ውይ ቅጭ ኣንታ ዓጀውጀው እስከይ ትበል ኣነ እኮ ዓባይ ሓፍታ እየ ኳንካ ከትሸግራ ዘለካ

ካብዛ ሕጂ ሰዓት ግን ኣብ ጥቃ ሓፍተይ ከይርእየካ። ብኸምዚ እሞ ኣተሃላልኽኒ ኢኺ ዘለኺ። ደሓር ከኣ ንምፍቃር ዝኽልክለኒ ሓይሊ የለን። ኣነ ከኣ ኣይተፍቅራ እብለካ ኣለኹ። ኣብ ከምኡ ኢያ ተላ ንሳ ኣብዚ ሕጂ ሰዓት። እንታይ ግን እቲ ጸገም?
ወላ ንሳ ውን እኮ ስለ ዘይትፍቅረኒ ደይኮነት ወዲ ስለ ትጸልእ ጥራይ እያ ንዓይ ኣብያትኒ ዘላ። ኣንታ ተዝፍተለኩም ታይ ጽቡቅ ግብሪ ኣለኩም እዩ።
ሶሪ

ይቕሬታ ሓፍተይ ቀቂይምኪ ተኾይነ ኣይትሓዝኒ። ደሓን ጸገም የብሉን ከምዚ ምባልካ ውን ጽቡቅ ነገር እዩ በጃኻ ሓደራ ግን እዚ ጌጋ ካልኣይ ግዜ ከይድገም። ኦኬ ጸገም የብሉን ፍቃደኛ እንተኮንኪ ግን የሕዋት ክንከውን ንደሎ ማለት ናምበርኪ ብብሎክ ተራኪብና ክንዕልል። ከምኡስ ጸገም የብሉን ደሓን ግን እዚ ኩሉ ትገብሮ ዘለኻ ተገዲፍካዮ ማለት እዩ። ኣነ ውን ንትምህርቲ ዘድልዩካ ነገራት ኩሉ ክሕግዘካ እዩ።
ጸገም የብሉን ሃራይ። Thank you.
ሓንቲ ጥበበኛ ኣደ ንደቃ ንፉዓት ተምሃሮ ንኽኾኑ ዝተጠቐመትላ ጥበብ ንዓይ ዘካፈለትኒ ኣነ ከኣ ንዓኹም ሸር ክገብረኩም እሳ ናይ ትምህርቲ ባክግራውንድ የብላን ትምህርቲ ተምሃረትን እስኺ ትምህርቲ ዘይብልክን ከለኽስ ከመይ ኢሎም ደቅኺ ንፉዓት ተምሃሮ ኮይኖም ምስ በልኳ ራስ ወደይ እሱ እዩ ጠቒምኒ ኣነ ዘይምምሃረይ ኢላትኒ ከመይ ኢሉ ድኣ ከምኡ ክኸውን ምስ በልኳ ደቀይ ትምህርቲ ውዒሎም ክመፁ እንከለዉ ድሕሪ ምዕራፎም ኣፅንዑ ኣይኮንኩን ዝብሎም ኢላትኒ ኦኬ እሺ ሕራይ እስከ በሊ ኢለ ከመይ ድኣ ኣፅንዑ እንተዘይልክዮም ድኣ ከመይ ገይሮም ንፉዓት ኮይኖም ን ኦኬ ኣብዚ ኣያ ዘላታ ጥበብ ኢላትኒ ከመይ ማለት ኢለያ ኣነ ዝብሎም እንታይ ተማሂርኩም ሎማዓልቲ ኢለ ዝሓቶም ኦኬ እዝን እዝን ተማሂርና ኦኬ ኣነ ስለ ዘይተማሃርኩ ንስኹም ትምህርቲ ውዒልኩም መጺኹም ኣለኹም ስለዚ ንዓይ መሃሩኒ ንዓይ ኣረድኡኒ እስከ ብሎም ሓንቲ ብሓንቲ ንዓይ ከረድኡኒ ከለዉ ይደግምዎ ኣለዉ ክደግምዎ ከለዉ ኣብ ኣእምሮኦም ይሰፍር ኣሎ ንዓይ ከረድኡኒ ኢሎም ዝጻዕርዎ ቁጽሪ ከኣ ነታ ሳብጀክት እንዳመለኽዋ ከዱ ኣለዉ ነታ ዘረድኡኒ ዘለዉ ስለዚ እዛ ጥበብ እዚኣ እየ ተጠቂመ በዚኦም እንዳነፍዑ ከይዶም ኢላትኒ I was like wow። እዛ በላሕ ኣደ ሓደ ዓቢ ምስጢር እዩ ተጋሂድላ። ዓበይቲ ናይ ፍላዞፊ መጽሓፍቲ እንተ ኣንቢብኩም the best way to master something is to teach it ዝብል ዘረባ ኣሎ እዚ እንታይ ማለት እዩ ሓደ ነገር ማስተር ክትገብሮ ወይ ክትመልኮ፣ ክትምህሮ ክትክእል ኣለካ ይብል። እንታይ ማለት እዩ? ንሰብ ክትምህር ከለኻ ዝያዳ ስለ ትዳሎ፣ ዝያዳ ከኣ ነቲ ናትካ ብቕዓት ተመሓይሽ ማለት እዩ። ምኽንያቱ ትራንስፈር ክትገብር ፍልጠትካ ዝያዳ ፍልጠት፣ ዝያዳ ከኣ ምልከት ናይቲ ትምህሮ ዘለኻ ክህልወካ ስለ ዘለዎ ማለት እዩ። ሕጂ እዞም ቆልዑ ከኣ ነዲኦም ንኸረድኡ ናይ ልቦም እዮም ዝጽዕሩ ዘለዉ፣ ናይ ልቦም የጽንዑ፣ ናይ ልቦም ከኣ ይርድኦም። ከመይ ገይሮም ክገልጽዎ ከኣ ጽቡቕ ገይሮም ስለ ዝሓስቡ ዘለዉ እቲ ሳብጀክት ማተር ብሙሉኡ ኣብ ርእሶም ኮፍ ኢሉ ይሰፍር ኣሎ ማለት እዩ። ስለዚ እቲ ትጥቀመሉ ዘላ ቴክኒክ ኣብ ዓበይቲ መጻሕፍቲ ብዓበይቲ ፊሎዞፈር ዝተጻሕፈ ስነ ሓሳብ እያ ትጥቀመሉ ዘላ። ናይ ብሓቂ ድማ ዕውቲ እደ። መን ኢኻ ኢልካዮ እዚ ሚኪ እዚ ናትካ ኢንፎርሜሽን ይነግረና ነይሩ እዛ እዚ ደኣ ትሰበ ጀግና እንጠለንኒ ወይ ሕልኩስ ወሪድኒ ኣነ ሰይቲ ካይመንጠልኩ ካይብሉ እዚ ወንጀላ ጉድ ጌርካኒ ደኣ ነዚ ዓለም ንዓለም ዘቃልዓኻ እንዳ እስኻ እንዲኻ

እሳ ዳኣ ዝፈልጣ ኮይና ጽንሕ እዛ ዳሕረይቲ ይነ ተካምር ከምዚ ብዕራይ ተካል ትርኢቱ እንታይ ገራቶ ሓሪድዋ እንታይ ገራቶ ከም ገርዋ ይነ ብዕራይ እስኪ ኣይገርመካ ኣነስ ሰብ ካብዚ ኩሉ ኣብዚ ሚድያ ሞይቱ ሞይቱ ክትብልዎ ዝቀለኹም እሳ ደንጊጻትኒ እሳ ደንጊጻትኒ ሳብኪያትኒ

ኣይገርምኩም
ደቀይ ብሩኻት ሰላም ሰላም ብሓበራ ሙሉኣት ደቀይ ወፊርኩም እተውለይ ፀሓይኩም ትብረቀለይ ዝነፈሰት ንፋስኩም ዝበረቀት ፀሓይኩም እግበረለይ ኣነ ፅቡቅ ኣለኹ በጀካ ናፍቆትኩም ብሓበራ ብሓበራ ደቀይ ደቀይ ብሩኻት ከምታ ካይዳኹም ኣማልሳኹም ደሃይኩም ኣይተሓባእ